ሰላም ሰላም ሰላም ሰላም ሰላም ኣብ ኩሉ ኩርናዓት ዘለኹም ተኸታተልቲ ኣፈንዲ ሜድያ ምቁ ሰላምታ ይተቐበሉ ካብ ሓፍትኹም ስነ ጥበባዊት ሕሪ ሃይለ ኣፈንዲ እናበልኩ ንሰዓት ዘብቅዓና እግዚኣብሄር እውን ከም ወትሩ ዝተመስገነ ይኹን ሓባይቢ ስለዚ ካብ መጀመርታ ንምዝኻር ንዝኣክል እውን ኩሉ ግዜ እቱ ክንብል እንከለና እታ ላይክ ትብል ኣይንረሳዕ ኢና ከምኡውን ሸር ንግበሮ እቲ ንሰርሖ ስራሓት እውን ምናልባት ሃናፂ ክኸውን ስለዝኽእል ንኹልና ጠቓሚ ኢለ ስለዝሓስብ እሞ ስለዚ መጀመርታ እውን ከምኡ ኩሉ ግዜ ነቶም ተተባብዑንን ላይክ ሸር እናገበርኩም ሳብስክራይብ ዝገበርኩሙን ብልቢ ከመስግነኩም ይደሊ ደጊመ እውን ርሑስ ኣውደኣመት ክብል ንመላእ ህዝቢ ኤርትራ ይደሊ እሞ ስለዚ በዛ ናይ ብሓቂ ናይ ባህር ድምፃዊ ተኽለ ክፍለማርያም ኢና ክንሰምዕ ፀኒሕና ናይ ብሓቂ ኣዝዩ ደስ ዝብል ደርፊ ብዛዕባ ህዝቢ ኤርትራ እዩ እሞ ሶ ናብቲ ዝቕፅል ዛዕባ ክልተ ሓፀርቲ የምፅየ ዘለኹ ኩሉ ግዜ እንታይ እዩ ዝብል ማዕረ ማዕረ እቲ ኣፍልጦ ኣብ ውሽጢ ሃገርና ዘለናን እቲ ፖለቲካዊ ኣቃውማ ናይ ኤርትራ ይኹን ኣህጉርናን ኩሉ ናይ ዓለም ከም ንትንትኖ ከም ዓቅምና ንዛረቦ እቶም ገለ ገለ ገለ ሞታት ሕልና ኤርትራውያን ክንሶም ይኩኑ ዋላ ብ ኢትዮጵያውያን ወገን ብዝኮነ ነቲ ህዝቢ ንምክፋእ ነቲ መንእሰይ ውን ኣክንዲ ኣብ ቅኑዕ መንገዲ ከይዱ ተማሂሩ ነፊዑ ብዛዕባ ሂወቱን ስድርኡን ሃገሩን ክንዲ ዝሓስብ ከምቲ ንሳቶም ሕልንኦም መይቶም ዘለዉ ነቲ መንእሰይ ውን ነቲ ንኡስ ወለዶ ሕልንኡ ንክመውት ዝጽዕሩ ውን ስለ ዘይተሳእኑ ጌጋ ክስታይ ዝገብሩ ንዓቶም ክኣ ንሕና ድማ ዓገብ ክንብል ወይ ክኣ እቲ ንሳቶም ክዘርኡዎ ዝደልዩ ዘለዉ ሕንዚ ንሕና ድማ ነቲ ሕንዚ ቦንቂርና ክነውጽእ ክኣ ሓደ ካብቲ ስራሕና ስለ ዝኾነ ናብኡ ከሕልፈኩም እየ እሞ ክንሰምዖሞኒ ሽዑ ድማ ኣነ ናተይ ንእሽተይ ሓሳብ ርእይቶ ክህብ እየ ኣብ ርእሲኡ ድማ ንስኻትኩም ኣብቲ ቦታ ናይ ርእይቶ ድማ ንስኹም ብዛዕባ እቲ ንሳቶም ዝብልዎ ዘለዉ እቲ መንእሰይና ውን ኩሉ ግዜ

ያእ ምናልባት እስኪ ቅድሚ ኩሉ ግዜ በቲ ሰናይ እውን ክንጅምር ቅድሚ እቲ ናብቲ ከምዚ ዝበልክዎ ምዉታት ሕልና ዝዛረብዎ ደይኮነሲ ናይ ብሓቂ ብሉጻት መንእሰያት ክትርኢ ከለኻ ድማ ኣዚኻ ትተባባዕን ደስ ዝብለካን እሞኒ ከምዛ ንሪኣ ዘለና ብልጽቲ ሓፍትና ድማኒ እንታይ እያ ትገብር ዘላ ኣብነታዊት መንእሰይ ናይ ብሓቂ እዚ እውን ቀሊል ሞያ ኣይኮነን ስለዚ ብደቂ ኣንስትዮ እውን እቲ ሞያታት ከምዚ ዓይነት ክስታይ ጌሩ ክትሪኦ ከለኻ ብጣዕሚ ካብ ደስ ዝብል እዩ ከም ጓል ኣንስተይቲ ውን ኣዝዩ ዘኹርዓንን ዘሐብነንን እዩ ስለዚ ኣብ ሓሙሽተ ናቕፋ ዳዕሮ ሰገነይቲ እያ እዛ ሓፍትና ብኢዳ ትስእላ ዘላ ልክዕ ብዘይ ኣፋላላይ ንሪኣ ኣለና ናይ ብሓቂ ንኹሉ ነገርስ መቸም ወኒ ኣለዎ ናይ ብሓቂ ኩሉ ሰብ ኩሉ ክገብር ክእል እሞ ካብኡ ናብኡ ግን ኣብቲ ወንን ኣብቲ ክእለትን ብቕዓትን ወይቲ ታይለንት ምዃን እዩ ዝፈላለ ኮይኑ ዝስምዓኒ ንዓይ እሞ ዝኮነ ናይ ብሓቂ ደስ ትብል ስእሊ እያ ስለዚ ከምዚኤን ኣሕዋትናን ኣሓትናን ክንርኢ ከለና ነቶም ንፉዓት መንእሰያት ከኣ ከነተባብዖም ኣለና ኣጆኩም ክንብሎም ክንክእል ኣለና ጽቡቅ ዝኮነ ሃናጺ ዝኮነ ርእይቶ ወይ ውን ጌጋታት እንተ ሃልዩ ውን ሃናጺ ዝኮነ ነቀፌታ ንዕኦም ኣብ ስርሖም ከቀጽሎም ዝክእል ከማዕብሎም ዝክእል ኣብ ምጽሓፍ ኣብቲ ናይ ማሕበራዊ ሚድያታት ፈይስቡክ ድዩ ቲክቶክ ድዩ ውን ፖስት ክገብርዎ ከለዉ ከምኡ ንሕና ውን መሊስና ኣብ ሸር ምግባርን ነተባብዓዮም ክብል ይደሊ እሞ ስለዚ ከምዚኦም መንእሰያት ውን ኣለውና እዮም ግን ኩሉ ግዜ ንኡስ ወለዶ ብፍላይ እቲ ድሒሩ ዝመጸ መንእሰይ ብዙሕ ነገር ክጎድሎ ስለ ዝኽእል ካብ ተሞክሮ ካብ ትምህርቲ ካብ ንቕሓት ንዕኡ ግን ንዕኡ ንኸደናግሩ ስለ ዝኾኑ እቲ ከምኡ ዓይነት ዘረባታት ዝዛረቡ ግን ንሕና ድማ ነቲ ንፉዕ ንፉዕ እንዳበልና ነቶም ክደናገሩ ዝኽእሉ ከዓ ከይትደናገሩ ክንብል ከዓ ግቡእና ይኸውን እሞ ንቐጽል ሓባይቢ

ኣነ እኮ ሓቂ ሓሽ ብዙሕ ናይ ፖለቲካ ዓቕሚ የለን ነቲ ስርዓት እዚ ግን ብለክ ኣለኹ ጠላም ስለ ዝኾነ ኣነ ይኣምኖን እየ ብርጌድ ንሓመዱ ክቃለሶ እዩ ካበይ ጀሚሩ ክቃለሶ ህዝብና ክድሕን ኣለዎ ሰላሙ ባዕሉ ክወፅ ሪኢኸ እንዲ ክፍታ ክፍት ምስ ወገለሉ ግዜ
ኣፖሎጃይዝ ኣም ኮንቲኒዩ እዚ ግን ጠላም ስለ ዝኾነ ኣይንኣምኖን ኢና ክንቃለሶ እዩ ክእለስ ኣለዎ ካብታ ቦትኡ ህዝቢ ድመረፆ መፅእ ድላይ ገብር ሽዑ ህዝቢ
ብዝኾነ ሓባይቢ ናብ ኢንጂነር ከይሰገርና ከለና ያ ሓደ ካብቶም ምውታት ሕልና እዩ እዚ ምናልባት ኣብ ዝሓለፈ ምስ መድህን ኣብ ዝገብሮ ዝነበረ ቃለ መሕተት ሰሚዕና ኢና ናቱ ኩሉ ዝተዛረቦ ኣብኡ ዝተዛረቦ እዩ ከማን እዚ ቆሪጦም ኣምፅኦሞ ዘለዉ ብዝኾነ ጠላም ናይ ኢዱ እዩ ዝረክብ ንስኻ ኢኻ ናይ ኢድካ ረኪብካ ዘለኻ ክጥዕምን ክሓስምን ንህዝቢ ኤርትራ ይምልከቶ። ስለዚ እንታይ እየ ዝብል ኣነ መንእሰያት ተጠንቀቁ ካብዚኦም ተምሃሩ በቃ ትሪእዎም ኣለኹም እኮ ወፂኦም ኣብ ማስ ሚድያ ዝዛረቡ ዓቕሞም ዘይዓቕሞምን ክብሉ ኣብ መወዳእታ ሕጂ ዘድሕነካ ብርጌድ ንሓመዱ ተድሒንካ ሲ ሕጂ ንርእየካ ብርጌድ ንሓመዱ ኣለዉ ብርጌድ ንሓመዱ እኮ ተራእዮም እዮም ዝገበርዎ ነገር ከዓ ይብሎምን ብጀካ ዕድል መንእሰይ ኣባኺኖም ብጀካቶም ላዕለዎት ኮፍ ኢሎም ጁባ ናይ መንእሰያት ጓሕጒሖም በቶም ዝምውሉ ገንዘብ ወሲዶም ዝነብሩ ዘለዉ ስድሮኦም ዝኣልዩ ዘለዉ ደኣ እምበር ዝገበርዎ ነገር ኣብ ባይታ የለን ስለዚ እንታይ እየ ዝብል ኣነ ሕጂ እውን እዛ ረኺባትካ ዘላሲ እንድሕር ኣውፂኦምኻ ክንሪኦም ኢና ማለት እዩ ቅድሚኻ እውን እኮ ኣብ ኤውሮጳ ዝተኣስሩ ኣለዉ በዓል ጆን ብላክ መን ኣድሒንዎም እዚ ኩሉ ሆሆሆሆ ኣጆኻ ኣጆኻ ኣጆኻ ጆን ኣጆኻ ኣጆኻ በሃል ነይሩ ሆሆ መን ከማኻ ብልዎ ነይሮም ኣብ መወዳእታ ኣብ ቤት ማእሰርቲ ምስ ኣተወ ግን እዛ ንሪኣ ዘለና ኮይና ማለት እዩ ስለዚ መንእሰይ ናይዚ ዘረባ እዚ ስታይ ኮይኑ ዘይኮነ ንምድጋም ኩሉ ግዜ ካብዚ ሪኢኹም ተማሂርኩም ክትከዱ ስለዘለኩም ዕድላትኩም ከይተባኽኑ ከምዛ ኣቐዲምና ክንሪኣ ዝጸናሕና ዋዕሮ ሓፍትና መንእሰይ ካልኦት መንእሰያት ብሉጻት መንእሰያት ደቂ ተባዕትዮን ደቂ ኣንስትዮን እውን ስለዘለዉ ናይ ብሓቂ ናቶም ወሲድኩም ክትከዱ ደኣ እምበሪ ናይቶም ዓበይትን ንኣሽቱን ናይ ብሓቂ ንምድንጋር ወይ ባዕላቶም'ውን ንቕሓቶም ስለ ዘደስከለ ወይ ዝኣጎለ እንቋቑሖ ኣእምሮ ስለ ዝሓዙ ዝዛረቡዎ ዘለዉ ደድሕሪኦም ከይድኩም ከይትጠፍኡ ህይወትኩም ከይተባኽኑ ግዜኹም ከይተባኽኑ ካብ ምባል ኢና ኣምጺኤዮ ዘለኹ እሞኒ ስለዚ ናይ ብሓቂ ንባዕሉ ኣበይ ኮይኑ እዩ ሕጂ ክንሪኦ ኢና ማለት እዩ ኣትይዋ ዘሎ እንተደኣ ወጺዋ ክእለስ ኣለዎ ካብታ ቦትኡ ህዝቢ ድመረጾ መጽእ ድላይ ገብር ሽዑ ህዝቢ
ብዝኾነ ክእለ ኣለዎ መልሓስካ ጥዑም እንድዩ ሳይኮንካን ክንደይ ሞዘይ ፈተኑ ክንደይ ተፈቲኑ እኮ እዩ ክንደይ ክንደይ ክንደይ ህዝቢ ኤርትራ ሲ ዘበት ትሽዓተ ብሄራቱ ትሽዓተ ቅልጽም ኣብ ሓድነት ናይ ህዝቢ ኤርትራ ኣቲኻሲ ዝኾነ ነገር ክተውርድ ኣይትኽእል ክተደይብ ኣይትኽእል ባዕሉ ኣለዎ ህዝቢ ስለዚ ናብዚ ከዓ ንቐፅል እስኪ ኣሎ ኣሎ ደቂ ኤርትራ ኣሕዋተይ ከመይ ከመይ ተባዕለይ ገሌኹም ከዓ ከመይ ሓዲርኩም ኤኒወይ እሰያስ ከምዚኣ ክብል ሰሚዕኩሞ ዶ ትፈልጡ ኣብ ቪድዮ ኣይ ቲንክ ተዘርግሐት ኣላ ብጥልያን ኣይተገዛእናን ዊ ወር ኖት ኦፍ the Italian ክብል ሰሚዕኩሞ ኣይሰማዕኩሞን ደቂ ኤርትራ ኣሕዋተይ ሰሚዕኩማ እዚኣ ኣብዚ ቀረባ ግዜ ኣይ ቲንክ ከምዚ ትዘውር ነይራ ብጥልያንሲ ኣይተገዛእናን ብጥልያን እንታይ ኣይተገዛእናን ኤርትራስ ብጥልያን ኣይተገዘእት እንታይ እንታይ የስምዕ እዚ እንታይ የስምዕ ደቂ ኤርትራ ኣሕዋተይ እዚ ትማል ትማል ዝተወልደ ሰብኣይሲ ታሪክ
ኣይ እንታይ እዩ ዝበሃል ደቀይ ትማል ትማል ዝተወልደ እስኻ ከራማ ዝተወለድካ ኢኻ ንክቡር ፕረሲደንት ሃገር ኤረትራ ነዚ ቁሩብ ሳምንታት ተሪፍዎ ዘሎ ሰማንያ ዓመት ክገብር እሞቲ ዝነውሐ ዕድሚኡ ኣብ ቃልሲ ዘሕለፎ ንስለ ህዝቢ ኤርትራ ምስ ኩሎም ብጾቱ መጋድልቱ ስጋብዛ ሰዓት እዚኣ ከየዕረፈ ክዳኑን ጫምኡን ከይቀየረ ኩላቶም ጠጠው ኢሉ ዘሎ መራሒ'ሲ እስኻ ከድኣ መኣስ ኢኻ ተፈጢርካ እስኻ ከድኣ እንታይ ኢኻ ጌርካ ኢንጅነር ዝብል መዓርግ ሒዝካ'ሲ እንታይ ክትገብር ርኢናካ። ብጀካ ኩፉእ ዘረባ ክትዛረብ ከተናኣእስ ነቲ ዘሎ ከማንሲ እወ ከምዝን ከምዝን ከምዝን ኣሎ እንተኮነ ግን እዛ ኣካለ ኣይኮነን ከማን ክትብል ኣይከኣልካን ንኩሉ ብጀካይ የለን ክትንዕቅ እንታይ እዮም ዝበሉ ኣድጊ ዘይብሉስ እንታይ እዩ በቕል ንዕቅ ተዘይተጋጌታ ምስላ ቢለያ ኣሕዋት ተጋጌ ድማ ትእርሙና ሓባይቢ ስለዚ እንታይ ኢሉ ሰሚዕኩሞ ዶ እዎ ሰሚዕናዮ እንታይ ክብል ደልዩ እዩ እሞ ከምኡ ኢሉ? ኤርትራ ብጥልያንስ ከም ተገዝእትሲ መን እዩ እሞ ዘይፈልጥ? ኣብ ታሪኽ እኮ ንመሃሮ ኢና። ኩሉ እዩ ዝፈልጥ ትምህርቲ ዝተምሃረ። ይትረፍ ንሱ እንታይ ክብል ስለ ዝደለየ እዩ? እቲ ትሕዝቶ ካብ መጀመርታ ስጋብ መወዳእታ ሰሚዕካ ጥራይ ኢኻ ክትፈልጦ ትኽእል። ብዝኾነ ሓባይቢ ንውሕ ዝበለ እንድዩ ኣብኡ ከድና ንስማዓዮ ኣብ ቃለ መሕተት ናይ ክቡር ፕረሲደንት ሃገር ኤርትራ ዝበሎ ስለምንታይ እዩ ከምኡ ኢሉ ኣነ ብርድኢተይ እንታይ እዩ ዝመስለኒ መሲልኩም ሰሚዐያ እንዴ ደጊመ እውን ክሰምዓያ ፀገም ዘሎ ኣይኮነን እንታይ እዩ ኩሉ ግዜ ሲ እቲ ናባና ዝመፀ ወራራት ኩሉ ቱርክ በሉ ግብፂ በሉ ኩሉ ዓይነት ኣባና ዝተኻየደ እንግሊዝ በሎ ጥልያን በሎ ሲ እቲ ምንጪ ወይ እቲ መበገሲ ከምዚ ሕጂ ንሪኦ ዘለና እዩ ዘሎ ኩሉ ዕንድራታት እዚ ኩሉ ሕጂ ዘን ሃገራት ዝረኽብኦ ዘለዋ ሱዳን በሎ ኢትዮጵያ በሎ ሶማላንድ በሎ ጅቡቲ በሎ ሶርያ በሎ ኩለን ዘን ዝፈረሳ ሃገራት ቅድሚ ሕጅን ሕጅን ዋላ እዚ ናይ በዓል ዩክሬን ሩስያ እንተ ደኣ ኢልናሲ መን ዝፈጠሮ እዩ እንተ ደኣ ኢልካ ኣሜሪካ ተን ሓያላት ዝበሃላ ብፍላይ ኣሜሪካ ዝፈጠሮ እንታይ ንሳ ትፈጥሮ ሽግር ንሳ እተመሓድሮ ምዃኑ ንኽገልጽ እምበር እተን ሃገራትሲ ንሳተን ኣይኮናን መጽየን ብቐጥታ ንዓና ክስታይ ክገብራና ዝደልያ ወይ ንኣፍሪቃ ክወራ ዝደልያ ወይ እቲ ንዓና ዝሓለፈ መከራ ኢድ ናይ ካልኦት ዓበይቲ ምትእትታው ከም ዘለዎ ክገልጽን ካልእ እውን ኣስፊሑ ይገልጽ ስለ ዝነበረ ተዘይኮይኑ እምበር ጥልያንሲ ኣይገዝአትልናን። እሱ ግን እዚ ምሁርየ ባህላይ ግን ናይ ሽም ኢንጂነር ሒዙ ዝኸይድ ምሁርየ ባህላይ ካልእ እቲ ንሱ ኣብ ውሽጡ ዝሓስቦ ክዘርኦ ስለ ዝደለየ ኣምሲሉ ካልእ ኣይኮነን እምበር ኤርትራ ብጥልያን ከም ተገዝእሲ ይትረፍ ክቡር ፕረሲደንት ሃገር ኤርትራ ኣይኮነን ንሱ ባዕሉ ነቲ ቃልሲ ሰውራ ኤርትራ ካብ ኣቦታቱ ተረኪቡ ስጋብ ሰዓት እዚ ምስ ብፆቱ ዝቕፅሎ ዘሎ ብግብሪ ዝኸዶ ዝደመየሉ ምረት ዝረኣየሉ ይኮነንሲ ማንም ዝኾነ ኣብ ናይ ታሪኽ ክንምሃር እንከለና ካብ ሓምሻይ ክፍሊ ጀሚርና ንፈልጦ እዩ ግን ንቐጽል እንታይ ክብል ስለ ዝደለ እዩ ኣብ መወዳእታ እቲ ክነስተውዕለሉ ዘለና ብፍላይ መነሰያት። ታሪኽ ክቕይር ደልዩ ታሪኽ ህዝቢ ኤርትራ ኣማጻጽኣ ሃገረ ኤርትራሲ። ንዕኡ ክቅይር ስለ ዝደለየ እዩ እዚኣ እታ እንታይ እወ ዓባይ ኢትዮጵያ ትበሃል ንኤርትራ ከም ሓንቲ ግዝኣት ኢትዮጵያ ጌሩ ከቅርባ ስለ ዝደሊ እዩ ዘሎ ሕሱር ኣቢልካ ለኽባጥ እስኻ ኢኻ ከምኡ ትደሊ ዘለኻ እስኻ ኢኻ ከምኡ ትደሊ ዘለኻ ምስቶም መኻይድትኻ ምስቶም ኮራኹርካ። ሕጂ እንታይ እዩ መሲሉኩም ሓባይቢ ዋላ መብዛሕትኦም ገለ ገለ ኢትዮጵያውያን ውን ዋላ ክስታይ ዝኾኑ ክዛረቡ ትሰምዖም ኢኻ ማለትሲ ኣብ ዝሓለፈ ንዓይ ኮይኑ ዝስምዓኒ ማለት እዩ ከምዚ ንመለስ ዜናውሲ እዚ ርኢቶ ኢሉ እስኪ ከምዚ ሓሲበሉ ክረእዮ ኢሉ ምስ ሃቦ ትጽሑፍሲ ስለምንታይ ከኣ ንኢትዮጵያ ክትበታትና ትደሊ ዘለኻ ስለምንታይ በታቲንካ ክስታ ክትገብራ ትደሊ ዘለኻ እዚሲ ጽቡቕ ኣይኮነን ካብ በታቲንካሲ ነታ ኢትዮጵያ ትበሃል ሃገር ከም ሓንቲ ሃገር ኣቚምካ ንኹሉ ዘሎ ብሄራት ኣብ ሓደ ክስታይ ጌርካሲ ስለምንታይ እኹም በቲ ግቡእ ክተመሓድሩ ዘይትኽእሉ? ኢሉ ርእይትኡ ኣብ ዝሃበሉ ግዜ ሕጂ ከምዚ እዚ ኸኣ እንታይ እዩ ክብል ደልዩ ዘሎ ንኤርትራሲ ናብ ኢትዮጵያ ናይ ኢትዮጵያ ኣካል ምዃና ክብል ስለ ዝደለየ ዓባይ ኢትዮጵያ ክሰርሕ ስለ ዝደለየ ንኤርትራ ናብ ኢትዮጵያ ክትዋ ስለ ዝደለየ ገለ ዝዓይነቱ እዩ ዝዛረብ ዘሎ እዚ ዝሓለፈ ነዊሕ ዓመታት ዝመረ ዝመረተ ዘረባታት ንኹሉ ሰብ ዘበለ ዝላሸወ ዘረባ እዩ ዝዛረብ ዘሎ ማለት እዩ ክቡር ፕሬሲደንት ሃገር ኤርትራ ግን ንኢትዮጵያ ከምኡ ክብል ከሎ ብናተይ ርድኢት እየ ዝዛረብ ዘለኹ ሓባይቢ ንሕና እውን ኣብቲ ቦታ ርእይቶ እውን ክተቐምጡ ትኽእሉ ኢኹም ሓሳብኩም ማለት እዩ ልክዕ እዩ ዝተበታተነ ሃገር ንህለኮ ኢትዮጵያ እኮ ንርኢ ኣለና እንታይ ድዮም ኦሮሞ ኣምሓራ ዓፋር ገለ እንዳበሉ ብምልኦም ተፋላልዮም ዘለዉ እሱ እዩ ኤርትራ ትሽዓተ ብሄራት እኮ እያ ትውንን ዋላ ዋሕድ ህዝቢ ይሃልዋ ኣብ ሓንቲ ተቢላ ግን ትኸይድ ከም ኣብ ሓንቲ ቁራዕ ዝተሰርሐ ፀብሒ ኮይና ግን ትኸይድ እሳ እያ ተሓቂ በቢ ብሄርና ተፈላለና ነርና እንተ ንኸውን ግን ንብዛሕ ንውሓድ ብዘየገድስ ኣብ መከራን ህኮትን ከምዚ ሕጂ ንሪኤን ዘለና ኣብ ከባቢና ምኾንና ነርና ማለት እዩ ስለዚ ሓንቲ ሃገር ዘለዋ ሕብረ ብሄራታ ይብዛሕ ይውሓድ ህዝባ ኣብ ሓደ ሓድነት ሰሚራ ክትከይድ ከም ኤርትራ ዝመስልዎ የለን። ንሱ እዩ እቲ ሓቂ። እንተኾነ ግን ዋላ ኣብቲ ግዜ ሓሳብ ዝሃቦም ፕረሲደንት ክገብርዎ ኣይከኣሉን። ንህለት ከኣ ኢትዮጵያ ሕጂ ኣብዛ ንሪኣ ዘለና ደረጃ ወሪዳ ማለት እዩ። ጽባሕ ንጎንታ ክትከውን እያ ኣዝኪርዋና። ክቡር ፕረሲደንት ሃገር ኤርትራ ግን ንኤረትራ ናብ ኢትዮጵያ ክሕውሳ ስለ ዝደለየ ኣይኮነን ንስኻን ከማኻ ዝመሰሉን እቲ ጊዚያዊ ፕረሲደንት ዝብሃል ከም በዓል ባዱሩ ዝመሰሉን ቅድሚኡ ዝነበሩን ነዊሕ ዓመት ዕድሚኦም ሙሉእ ተዛሪቦም ለፍሊፎም ወጽዮም ብዛዕባ ኤርትራ ዘሉን ዘየሉን ሓሶት ፈብሪኮም ኩሉ ነገር ጌሮም ከም ትእገድን ከም ኩሉ ዝገበሩን ግን ወላ ሓንቲ ናቶም ኢካ ትደግም ዘለካ ንስካ ኣብ መወዳእታ ግን ከምኦም ኮንካ ኢካ ክትተርፍ ስለዚ መንእሰይ ካብዚኣቶም ተጠንቆቁ ካብዚኣቶም ተጠንቆቁ ንሕና ድማ ንዓይን ወይ ንጅሃር ኣይኮንኩን ዘለኹ ዓቕመይ እየ ዝብል ኣነ እውን ግን ኣይጋገን እውን ኣይብል የለኹን ሰብ እየ እንተኾነ ግን በዚኣቶም ኣነ ሕጂ ብዛዕባ ሃገረይን ህዝበይን መንግስተይን ክደናገር ኣይክእልን እዩ እቶም ንኡስ ወለዶ ግን ተጠንቀቁ ነዚኦም ሰሚዕኩም ከይትጋገዩ ከይትዳናገሩ ግዜኹም ከይተባኽኑ ጁባኹም ከይትኸፍቱሎም ኣብ መወዳእታ እንታይ ዝብል ኣነ እሳቶም ክፉእ ናይ ኤርትራ ክፉእ ናይ ህዝቢ ኤርትራ ክፉእ ናይ መንግስቲ ኤርትራ ክዛረቡ እዮም ንሕና ድማ ኣበደን ዘበት ጋግ ኣይክንገድፈሎምን ኢና። እሱ ስለ ዝኾነ እቲ ዕላማና ጥራይ'የ ዝምልሰሉ ዘለኹ እምበር ኣብ ናይ ዘረባ ጥዑይ ኮይኑ ግዜ ሂበ ክስታ ክገብሮ ደልየ ኣይኮንኩን። ስለዚ እስኻ ኢኻ ምስ ብጾትካን ነቶም ሕጂ ምሳኻ ኮይኖም ዝልፍልፉ ዘለዉ በዓል ባዱሩን ካልኦትን ኢትዮጵያን ኤርትራን ሓንቲ ንኽትከውን ዓባይ ትግራይ ንኽትስራሕ ትብል ዘለኻ ንስኻ ኢኻ። ተዘይኮይኑ ንስኻስ እኮ ትማል ትማል ዝተወልደ ንስኻኻ ደኣ ማን ዝተወለድካ ደኣ ኢልካ ልዕሊኡ ኮንካ ክትገልጽ ትፍትን ዘለኻ ያይ ንስኻ ልዕሊኡ ፈሊጥካዮ ንህዝቢ ኤርትራ ንቓልሲ ሰውራ ኤርትራን ንኤርትራ ብክንደይ ተገዚኣን ፈሊጥካስ ንስኻ ንዓና ሕጂ ክትረድኣና ክትንትነልና እዋይ ደፋር ቁንጭስ ጥሪሩ ብ ቅርቅርቲ ይብሉ ሓባይቢ ስለዚ እቲ ድፍረቶም ከምዚ እሞኒ ከምኡ ገይሮም ከየደናገርኩም ካብቶም ዝሓለፉ ዝሓለፈ መድረኻት ተማሃሩ እየ ዝብል መንእሰያት እሞኒ ስለዚ ሓባይቢ ያ ኣብ መወዳእታ ንሰኒ ነይረን ኣሎ መዓንቲ እሞኒ ኣብቲ ቦታ ርእቶ እውን ንስኹም ናትኩም ኣቐምጡ ኢኹም እንዳበልኩ ሰሰናዩ ንኹልና ኣብ መወዳእታ ነስምዓዮ እሞ እንታይ ክብል ደልዩ ዘሎ ኣቱ እቲ ሕቡእ ስልቲ ማለት እዩ እዚኣ ተረድዋ ደቂ ኤርትራ ኣሕዋተይ ሓደ ውልቀ ሰብ ታሪኽ ናይ ሓንቲ ሃገር ኣይቅይርን ፈጺምካ ኣይቅይርኒ እወ ናይ ናይ ኢታሊ ኮለንስ ኣይነበርናን ኢሉ እዩ ዝኣምን እንታይ ማለት እዩ ከምቲ ኢትዮጵያ የተገዛእና እንትብል ዘላ እወ ከምኡ ዘስምዕ ዘረባ ብሓጺሩስ ናብ ኢትዮጵያ ንኽመልሳ ዝጥቀሞ ዘሎ ስልቲ እዩ ታሪኽ ከም እንደገና ክጽሕፎ ሓድሽ ሓድሽ ታሪኽ ከም እቶም ኣያታቱ ክጽሕፍ እዩ ዝሓስብ ዘሎ ስለዚ እዚ ኣስተውዕልሉ ደቂ ኤርትራ ኣሕዋተይ ምልክታት እዩ ንሕና ብጥልያን ተገዚእና ብትርኪ ተገዚእና ብግብጺ ተገዚእና ብዓዲ እንግሊዝ ተገዚእና ብኢትዮጵያ ካ ተገዚእና ተወዲኣ እዚ ማንም ሰብ ውልቀ ሰብ ማንም ሰብ ነዚ ታሪኽ እዚ
ሰልበጣ ሓሶት
ዝገርም ነገር እዩ ዝሓወይ መዓረይ ንስኻ ኢኻ ከምኡ ክተረድእ ትፍትን ዘለኻ እምበሪ ኢትዮጵያ ተገዚእና ኣይንፈልጥና ስለ ዝበለስ ሕጂ ከዓ ኩር ፕሬዚደንት ጥልያን ኣይገዘእትናን ስለ ዝበለስ ዋይ ኣይ እንታይ እዮም ዝበሉ ስራሕ ሰኣነት ፈላሲት ስቆቢዓ ቀዲዳ ትሰፊ ናትካ ድሓን ዝሓወይ ንቐፅል ጥራይ እሞ ዳእታ እንታይ ምዃኑ ሲ ክቡር ፕሬዚደንት ሃገር ኤርትራ ሲ ክንሰምዖ ኢና ሓባይቢ ንፈልጦ ኢና ብዝኮነ ኮይኑ ይትረፍ ዶ ከም በዓል እንጅነር ዝኣመሰሉ ኣይኮኑንሲ እቶም ኣነ ዝበሉ ሙሁራት ናይዛ ዓለም ኩላቶም ከማንሲ ፕሮፌሰራት ኢና ገለመለን ዝብሉ ከማንሲ እዚ ሕጂ ዘሎ ኩነታት ናይዛ ዓለም ቅድሚ ክንደይ ዓመታት ዝዛረብዎ ዝነበሩ ነብያታት እዮም ነብያታት እዮም ህዝባዊ ግንባር ሻዕብያሲ ህዝቢ ኤርትራ ብምሉእ ነብያት እዩ እዛ ዓለም እንታይ ትመስል ኣቀዲሙ ዝፈልጥ እዩ። ምናልባት ሎማዓንቲ እንተመፂኡ እኮ ኣብ ቃለ ምሕተት እውን ክንሪኦ ኢና ክንሰምዖ ኢና ኩሉ እንታይ ሓሊፉ እንታይ ተገይሩ እዩ ተንቲኑስ ንብሕጂ ክንደይ ዓመት ከማን እንታይ ክመፅእ ምዃኑ ክነግረና ከም ዝኽእል እየ ዝኣምን ኣነ ማለት እዩ በዓል እዚ ግን ኣክንዲ ከማን ከም ሰብሲ እዝን እዝን እዝን ኣሎ እሞኒ እዝን እዝን ክንዲ ምባልሲ ተገምጢልካስ ናብ ኢትዮጵያ ክመልሳ ደልዩ ናብ ኢትዮጵያ ክብላ ደልዩ በል ክንሪኣ ኢና ኢትዮጵያሲ ንባዕላ ዘይቆመት ስኢያ ን ኤርትራ ሒዛ መሊሳ ሃገር ክትከውን ነየነይቲ ሃገር ከመሓድር ኢሉ እዩ ነየነይቲ እንታይ ሃገር ስለ ኣየነይቲ ስለ ዝኾነት ኢና እሞ ንሕና ኤርትራ ናብ ኢትዮጵያ ተሓዊሳስ እንታይ ክትከውን ስለ ትኽእል እዩ ብዝኾነ ንስኻን መታሓልምትኻን ግን ኣብ መወዳእታ ከምቶም ዕድሜኦም ኪሎም ዝኸዱ ንዋያ ዝተረፉ ከምኦም ከም ትተርፍ ኢና ንፈልጥ ብዝኾነ ኮይኑ ግን መንእሰይ ኩላህና ንጠንቀቅ እየ ዝብል እሞ ኣብ መወዳእታ በዛ ናይ ኩቡር ፕረሲደንት ሃገር ኤርትራ ክፈነወኩም ሓባይቢ ብሩኽ ቀዳምን ሰንበትን ደጊመ ንኹልና ሰሰናዩ የቀኔለይ ክብረት ይሃብኩም ላይክ ሸር ኣብ ምግባርን ሳብስክራይብ ኣብ ምግባርን ድማ ኣይንሕመቅ ቻው። ምድንጋር ከምዚ ዝኣመሰለ ኣብ ታሪኽ ናይ ኢትዮጵያ እውን ተራእዩ ኣይፈልጥን እዩ። ፈረንሳ ምሳና ኣላ፣ ኣሜሪካ ምሳና ኣላ፣ ኣጆኹም እዮም ዝብሉና ዘለዉ፣ ኢማራት ምሳና ኣላ እናበልካ ዝግበር ዘረባታት እዝን ከምዚታትን ዝኣመሰለ ፕሮፓጋንዳ ክእረም ዘለዎ እዩ። ንኣሜሪካ ክንከስስ ኣይኮናን፣ ንኤውሮጳ እውን ክንከስስ ኣይኮናን፣ ከምዚ ዝኣመሰለ ዝንቡዕ ፖሊሲታት ዘየድሊ ቅልውላዋት ናይ ዞባ ክፈጥር ዝኽእል ቃናን መዝሙርን ክደው ክብል ዘለዎ እዩ። ከምዚ ዝኣመሰለ ሓደገኛ ቃና፣ ከምዚ ዝኣመሰለ ሰልበጣ ምድንጋር ደው ክብል ዘለዎ እዩ። ዋና ጸሓፊ በጺሕዎ እቲ መልእኽቲ እንታይ ኢሉ እንታይ በለን ኣይግድሸናን እዩ። ኣብ መወዳእታ ግን እዚ ናይ ዓቕሊ ጽበት ሰልበጣ ስለ ዝኾነ ንዝኾነ ሰብ መግለጺ እውን ስለ ዘየድልዮ ኪንኡ ክንዲ ክንጥምት ክንክእል ኣለና። እዝን ከምዚታትን መግለጺታት ሻቕሎት ክፈጥረልና የብሉን፣ ስክፍታ ክህልወና የብሉን።
ያዕ ሓባይቢ ስልበጣ ሻቕሎት ዘምጾ እዩ ናይ በዓል ኢንጅነር ተስፋይ ስለዚ ነስተውዕለሎም ጥራይ ከምቲ ወዲ ባሻሻ ዓቕሉ ጸይብዎ ደዕገርግር ደሎ ኩሉ ዝብሉ ዘለዉ ተምሩዃቱ እዚኦም ከኣ ናቱ ሰዓብትን ኣዳኸርቲ ናቱን ስለዝኾኑ ሓደ ቀኒ ሓደ ቅኒቶም ስለ ዝኾነ ክቡር ፕረሲደንት ሃገር ኤርትራ መሊሱሎም ኣሎ ስለዚ ያ ከምኡ እንዳበልኩ ርእይቶኹም ክጽበ እየ ሓባይቢ ኣብ ቦታ ርእይቶ እሞኒ ስለዚ ከም ወትሩ ምትብባዕኩም ኣይፈለየና እንዳበልኩ ድማ ነቲ ትገብሮ ምትብባዕ ከኣ ብልቢ የመስግነኩም ሰሰናዩ ቀኒየለይ ሓባይቢ